ሰላም ሰላም ሰላም ክቡራት ተኸታተልተይ ሎማዓንቲ ከዓ ብሓድሽ ነገር ተመሊሰኩም ኣለኹ ናይ ሎማዓንቲ ንሰርሓ ከዓ ናይ ጥዕና ንምሳሕ ትኸውን ስናክ ንዝኾነ ኣብ ዝኾነ ግዜ ደስ ኣብ ዝበለና ግዜ ክንበልዓ ንኽእል ኢና እንደገና ከዓ ጥዕና ዘለዋ ኣዝያ ኣዝያ ፅብቕትን ጥዕምትን ዝኾነት ምቅርቲ ዝኾነት ምሳሕ ኢና ክንሰርሕ ምሳሕኳ ዘይኮነስ ንዝኾነ ምሳሕ ክትከውን ትኽእል ንደገ ክትከውን ትኽእል ኣብ ገዛ ኮንካ ክትበልዓ ትኽእል ንስራሕ ንትምህርቲ ንዝኾነ እያ ክትከውን ትኽእል ክትፈትውዋ ድማ ተስፋ ይገብር ቅድሚ ምጅማርኩም ግን ላይክ እንዳገበርኩም ጀምርዎ ያላ ኣብ ሓደ ኮይንና ንስራሕ እምበኣር ከምዚ ትርእይዎ ዘለኹም መጀመርታ ኣብዚኣ ትርእይዋ ዘለኹም ሓንቲ ካሮት ኣላትኒ ፕሮኮል ከዓኒ ከምዛ ትርእይዋ ዘለኹም ማለት እዩ ማእከለይቲ ኣርባዕተ ኸዓ እንቃቕሖ ማለት እዩ። ሕጂ መጀመርታ ነዘን እንቃቕሖ በይነን ጌርና ክነብስለን ኢና፣ ፈኽፈኽ ኣቢልና ክነብስለን ኢና። እተን እንቋቑሖ ስጋዕ ዝበስላልይ ከዓ ሕጂ ነዛ ብሮኮሊ ኣብ ማይ ከኣልካያ ማለት እዩ ብፔኪን ፓውደር ገይረ ኖ ፔኪን ሶይዳ ገይረ ፅቡቅ ገይረ ከኣልኩ ምእንቲ እቲ ባክቴርያታት ፅቡቅ ገይረ ክሕፀበለይ ከምቲ እትሪእዎ ዘለኹም ገይረ ኣብ ማይ ከኣልኩ ንዓሰርተ ደቂቅ ገለ ዝኸውን ምክንያቱ ብምሕፃብ ጥራይ ክፀርስ ስለ ዘይክእል ሓንሳእ ኣሊኽና ከምቲ እትሪእዎ ዘለኹም ከነጽንሖ ኢና ማለት እዩ ቤኪንግ ሶዳ ብጣዕሚ ጽቡቕ እዩ ኣነ ይጥቀመሉ እየ ንፍሩታን ኣሕምልቲ ገለ ብድሕርቲ ቤኪን ሶይዳ ግን ማይ ድግምግም ኣቢልና ነጽርዮ ማለት እዩ ንባዕሉ እውን ኢፌክት ስለ ዘለዎ ብግቡእ ክጸሪ ኣለዎ ከምዚ ትሪእዎ ዘለኹም ማይ ኣሊኸዮ ኣለኹ ማለት እዩ ጽቡቕ ገይሩ እቲ ውሽጡ ዝኾነ ክስታይ ባክቴርያታት ክጸርየለይ ምእንቲ ከምቲ ትሪእዎ ዘለኹም ገይረ ኣሊኸዮ ኣለኹ ማለት እዩ ከምዚኣ ገይረ ንዓሰርተ ደቂቕ ክገድፎ እያ ማለት እዩ ብድሕሪኡ ንሱ ስጋዕ ሓንሳብ ዝፍዘፈለይ ነታ ካሮት ከዓኒ ክቐርፈ እየ ከምዚ ትሪእዎ ዘለኹም ነዛ ካሮተይ ከዓ ይቐርፋ ኣለኹ ማለት እዩ። ከምዚኣ ጌርና ቅርፍ ኣቢልና ነታ ኳሮቲ ሓጺበ ኣምጽኤያ ኣለኹ ማለት እዩ። ብድሕሪኡ ንዓኣ ድማ ክፍሕፍሐ በዚ ናይ መፍሕፍሒ ናይ ካሮቲ ገይረ ደቂቕ ገይረ ክፍሕፍሐ ከምዚ ጌርና ፋሕፊሕና ጥንቅቅ ኢልና ኢድና ከይሃርመና ነዳልዎ ማለት እዩ። ክቡራት ተኸታተልተይ ነዚ እንዳረኣኹም ድማ ፕሊስ እቶም ሳብስክራይብ ዘይገበርኩም ሳብስክራይብ ግበሩ። እቶም ሳብስክራይብ ዝገበርኩም ከዓ ላይክ ሸር እንዳገበርኩም ነዛ ቻነል የዕብይዋ ኣተባብዑኒ እቲ ናትኩም ምትብባዕ ንዓይ ዓቢ ሓገዝ ስለ ዝኾነ ማለት እዩ ንዓኹም ግን ወላ ሓንቲ ዝውዳኣልኩም ነገር የለን እንትርፎ ጥውቕ ጥውቕ ምባል ሶ ብምርሳዕ ይድኸውን የዘኻኽረኩም ኣለኹ ማለት እዩ እምበኣር ከምዚ ትርእይዎ ዘለኹም ነታ ካሮቲ ምስ ፋሕፋሕኩዋ ንእሽተይ ዘይቲ ጥባብ ቢለ ብዛ ባዴላይ ከምዛ ትርእይዋ ዘለኹም ገይረ ሰኽቲተያ ማለት እዩ። ሓዊ ኣጸቢቕና ነትሕቶ ንማሎት ንእሽተይ ኢና ጽልው ጽልው ከነብሎ እምበር ብዙሕ ምብሳል ኣየድልዮን እዩ። ሕጂ ንሱ ሓንሳብ ስጋዕ ዝቕለወለይ ነታ ብሮኮሊ ሓጺበ ብስነ ስርዓት ማይ ኣጽርይ ኣቢለ ኣምጽኤያ ኣለኹ ረይዎ ማይ ድግምግም ኣቢለዮ ሕጂ ንዓኣ ድማ ልክዕ ከምታ ካሮት ጌርና ኣድቅቕ ኣቢልና ክንፈሕፍሖ ኢና። ልክዕ ከምቲ ናይ ካሮት ጥንቅቕ ኢልና ስለ ልስልስ ዝበለ ዝኾነ ከይሃርመና ኢድና ቀስ ጌርና ጥንቅቕ ኢልና ንፍሕፍሖ ማለት እዩ። ከምዚ ትሪእዎ ዘለኹም ኣዝዩ ደቂቕ ነገር እዩ ዝኸውን። እዚ ምናልባት ብፍላይ ቆልዑ ደይበልዑ ተልዮምና ብጣዕሚ ብጣዕሚ እዩ ፅቡቕ ምኽንያቱ ብጣዕሚ ደቂቕ ስለ ዘሎ ተሓዋዊሱ ሓቢእና ስለ ንህቦም ዘለና ይበልዕዎ ማለት እዩ ኣይፅላእን እዩ በቃ ክትርእይዋ ኢኹም ዳሕና ኣሰራርሓ ብጣዕሚ እያ ፅብቕቲ ስለዚ ከምዚ ጌርክን ሰሪሕክን ክትበኦም ከዓኒ የተባብዓክን ብፍላይ ነተን ኣደ ቆልዑ ማለት እዩ ጥዕና ዘለዎ መግቢ ምእንቲ ክበልዑ ካብ ኩሉ ግዜ ጥዕና ዘይብሉ መግቢ ዝበልዑ ጥዕና ደለዎ መግቢ የኾነሎም። ሕጂ ከምዛ ትርእይዋ ዘለኹም ንኹለን ፋሕፊሐ ወዲኤየን ኣለኹ ከምዚኣ ኢለን ፍሕፍሕ ኣቢለ ዶ ኢለን ኣልየ ኣለዋ ሕጂ ድማ ናፍተን ካሮቲ ክሕውሰያ ማለት እዩ ትኻሮተይ ከምዚ ትርእይዎ ዘለኹም ኣትሕት ኣቢለዮ ደለኹ ሓዊ ስለዚ ተቆሊለይ ኣሎ ሕጂ ኣብኣ ክገብረን እየ ነቶም ፕሮኮልኻ ቀስ ኢልና ጥንቅቅ ኢልና ከምዚኣ ጌርና ንዐን ከዓ ነወሃህደን ማለት እዩ። ቀስ ጌርና ነወሃህዶ ከም ዝበልኩኹም ብዙሕ ምብሳል ኣየድልዮን እዩ ቁሩብ ጽልው ጽልው ምባል ጥራይ ተዘይኮይኑ ወላ ሓንቲ ምብሳል ገለ ብዙሕ ኣየድልዮን እዩ ምኽንያቱ እቲ ናቱ መኣዛ ከይጠፍእ ከይወጽእ ማለት እዩ ሶ ንማለቱ ጥራይ ጽልው ጽልው ኣቢልና ከነውርዶ ኢና እቲ ሓዊ ከዓ ኣይንሃውኮ ዋላ ክንፀልዎ ከለና ቁሩብ ኣትሕት ነብሎ ማለት እዩ ምክንያቱ እንድሕር ብዙሕ ሓዊ ህሪምናዮ ዋላ ሓንቲ እቲ ናቱ ትሕዝቶስ ኦረዲ ክጠፍእ ማለት እዩ ዋላ ሓንቲ ትርጉም የብሉን እቲ ደሊናዮ ዘለና ትሕዝቶ ብፍላይ ንቆልዑ ሓቢእና ክነብልዖም ኢልና ንሓስቦ ደለናስ ከይጠፍእ እቲ ትሕዝትኡ ከይበስል ሞር

ክቡራት ተኸታተልተይ ስለ ኩሉ ምትብባዕኩም ሞራልኩም እቲ ሳብስክራይብ እናገበርኩም ተተባብዑን ዘለኹም ከዓ ብልቢ ብልቢ እየ ዘመስግነኩም። ምክንያቱ እዚ ኩሉ ዝሰርሖ ዘለኹ ብዘይናትኩም ሞራል ብዘይናትኩም ምትብባዕ ወላ ሓንቲ ትርጉም የብሉን። ሓደ ሰብ እኳ ሪኡ እንድሕር ተጠቂሙ ሓደ ሰብ እኳ እንድሕር ሪኡ ተታባቢዑ ሰሪሑ ንዓይ ኣብ በረኸት ስለ ዝኾነ ከምቲ ኩሉ ግዜ ዝብሎ ምክንያቱ እንዳተተባባዕካን እንዳተሓጋገዝካን ስለ ዝኾንካ ትኸይድ ማለት እዩ። ኣነ ከዓ ካብ ካልኦት ኣሕዋተይ ርኤ ከዓ ከምኡ ተተባቢዐ ከምኡ ተማሂረ ስለ ዝኸይድ ነንሕድሕድና እንዳተተባባዕናን እንዳተሓጋገዝናን ማለት እዩ። ስለዚ ቴንኪው ክብለኩም ይደሊ ማለት እዩ። ሸር ግበር ጥራይ ዘይኮነ ላይ ግበር ጥራይ ዘይኮነስ ቀዲመ ብልቤ ዘመስግነኩም ማለት ስለ ኩሉ ነገር ትገብሩለይ ንኸዘኻኽረኩም ኢለ ከኣ ንሳብስክራይብ ግበሩ ላይክ ግበሩ ዝብል ከኣ ንመዘኻኸሪ ምኽንያቱ ሓደ ሓደ ግዜ ስለ ትርስዖ ማለት እዩ። እምበኣር እተን እንቋቑሖ ቀሪፈ ወዲኤየን ኣለኹ። ሕጂ እተን ኣስቤዛይ እተን ዝቐለኽወን እተን ካሮትን ብሮኮልን ኣብዚ ክጉልብጠ ኣብዚ ሸሓነ እዚ ኣብ ከምዚ ዓይነት ኣብ ዕሙቅ ዝበለ ከምዚ ጌርና ቀስ ጌርና ንግልብጦ ማለት እዩ። ብድሕሪኡ እተን እንቃቁሖ ከኣ ኣምጺእና ኣብ ኣብታ ልዕሊኣ ክንፍሕፍሐን ኢና ማለት እዩ። ከምዚ ትሪእዎ ዘለኹም ጌረ ይፍሕፍሖ ኣለኹ ኢድና ጥንቅቅ ንበል ከይሃርመና ማለት እዩ። ከምዚኣ ጌረ ፍሕፍሕ የብለን ኣሎ ክርእይወን ኩላ ትሕዝቶኣ እዚ ደኣ ንዓቢ ይብል ንቆልዓ ይብል ንኩሉ ሰብ በቃ ብጣዕሚ ጠቓሚ ዝኾነ መግቢ እዩ ብእውነት ብዘይቀልዓለም እንደገና ኸኣ ኣብ ዘይቲ ይኮን ጥበስ ዝኾነ ነገር ክስታይሲ የብሉን። ከምዚኣ ገይረ ፍሕፍሕ ኣብለን ኣለኹ ማለት እዩ። ሕጂ ፍሕፍሕ ኣቢለ ምስ ወዳእኹ ረእይዎ ከምዚ ጌርና ከዓኒ ነዳውሶ ማለት እዩ። ሕጂ ሕጂ ንእሽተይ ጨው፣ በርበረ ጸሊም፣ ንእሽተይ ከኣ ከችብ ገብረሉ እየ ከምዚ ትርእይዎ ዘለኹም። መመቀሪ ካልእ ዋላ ሓንቲ ብዙሕ ቀማማት ኣየድልየን እዩ ብጣዕሚ እዩ ጥዑም ብጣዕሚ ብጣዕሚ ስፔሻል ቆልዑ ተልዮምና ከ ብጣዕሚ እዮም ዝፈትውዎ ዋላ ዘይበልዑ መግቢ ገለ እንድሕር ሃልዮም ኖርማል ምሽ ኣብቲ ጣውላ ቅርብ ኣቢልና ድርቢ ነብሎ እንዳኣተው እንዳወፁ ስኢሎም እዮም ዝበልዕዎ ከይተረድኦም ሶ የፅግቦም ሓደ የፅግቦም ከብዶም ምልእ ዘብሎ እንደገና ከዓኒ ጥዕና ደልዎ መግቢ ስለ ዝኾነ ኸኣ ኩሉ እቲ ትሕዝቶ ደልዎስ ጽቡቕ ነቶም ቆልዑ ማለት እዩ ስለዚ ዘይበልዑ ቆልዑ ብፍላይ እንድሕር ኮይኖም ከምዚ ጌርና ሰሪሕና ኣብኡ ንገድፈሎም ኣብቲ ጣውላ ሓደ ሓደ ግዜ ብልዑ ገለ ክትብሎም ከለኻ ከዓ መሊሶም ድዮም ደሸጉርካ ሰው ከም ጌርና ቀሪብና ንገድፈሎም ማለት እዩ ሕጂ ከም ዝትሪእዎ ዘለኹም ጽቡቕ ጌረ የወሃህዶ ኣለኹ ከምዚ ኢሉ ተዋሃሂድለይ ኣሎ ሕጂ እታ ሞኸስ ብዙሕ ኣይተድልየንን እያ ከውፅኣ እየ እቲ ስቤዛ ብማንካ ክስታይ ግብር ኣቢደ ካልያ እየ ሕጂ ሓንቲ እንቋቑሖ ኣብዚኣ ክወቅዕ ማለት እዩ ነቲ ክስታይ መላገብ ዝኾነኒ ማለት እዩ። ከምዛ ትሪእዋ ዘለኹም ክወቕዓ ማንካ ገይረ ከምዚኣ ገይረ ጽቡቕ ገይረ ወቂዐያ ኣለኹ ማለት እዩ። ሕጂ ባኒ ከምዚኤን ዓይነት ስላይስ ባኒ ተጠቂመ ኣለኹ ብራውን ባኒ እዚ ማራ ጻዕዳ ኣይኮነን ከም ትሪእዎ ዘለኹ ሕጂ ነዘን ወሰነን ቀስ ገይረ ብኻራ ገይረ ይቆርጾ ኣለኹ ምክንያቱ ድርቅ ድበለ ስለ ዝኾነ ንሱ ኣየድልየነን እዩ ማለት እዩ ዳሕራይ ዋላ ፈትፊትና ገለ ክንበልዖ ንኽእል ኢና ኣይንግሓፎ ነቲ ቅጫ ነቲ ናይ ባኒ ኣይደን ነው ኣነ ኣይፈትን እየ ምጉሓፍ እንጀራ ገለ ዛስዋይ ይኸውን ዶ ዘለኹ ሕጂ ነዚኣ በዚ ናይ ፒሳ መስጠጢ ብኡ ገይረ ጽቕጥ ኣቢለ ቀስ ገይረ ክሰጦ እየ ኣርቅቕ ከብላ ከምዚኣ ገይረ ትሪእዎ ኣለኹም ከመይ ኢሉ ይረኣዮ ኣሎ ጽቡቕ ጌርና ስጥጥ ኣቢልና ንብሎ ነርቅቖ ማለት እዩ ወረቐት እዩ ዝመስል ከምዚ ጌርና ምስ ሰጠጥናዮ ራይዎ ከምዚኣ ጌርና ስጥጥ ምስ ሰበልናዮ ጽቡቕ ጌርና ራቕ ምስ በለልና እንዳገላበጥና ቀስ ጌርና ምስ ተሰጠጣና ነቲ ኣስቤዛ ሕጂ ኣብዚኣ ኢና ክንጥቕልላ ማለት እዩ። ሕጂ እያ ደላታ ምስጢር። ኣብዚኣ ኢና ክንሓብኣን እተን ኣስቤዛ ደድለያና ደለዋ ኣብዚኣ ኢና ክንሓብኣን ምክንያቱ ኣብዚ ተሓቢኡ እቲ እንቋቑሖ እቲ ብሮኮሊ እቲ ካሮት ገለ እቶም ቆልዑ ኣይርእይዎን ስለ ዝኾኑ ብጣዕሚ እዮም ዝፈትዎ ሕጂ መጀመርያ በታ ድወቃዕኽዋ እንቋቑሖ ገይረ ይለኽ ኣለኹ እቲ ጫፉ ንምንታይ መተሓሓዚ ክኾነኒ ማለት እዩ ሕጂ ቀስ ጌርና ብዙሕ ኣይነብዝሓሉ ዓቐን ዳገመትና ማለት እዩ ከምቲ ዝኣኽሎ እዚኣ ከማን በዚሓትንላ መስለኒ እንዳ ረኣና መቸም ደሓኒ ከምዚኣ ጌርና ሕጂ ጥቕልል ነብላ ሽዑ ጽቕጥ ነብላ ወሰን ወሰና ረይዋ ከይወፀና ትስቤዛ ቀስ ጌርና ልኽያ እንዳበልና በታ ናይ እንቃቑሖ ብኢድና ጽቕጥ ነብሎ ሕዚ ደብሎ ጽቡቅ ጌሩ እዩ ድላገብ ረይዋ ካብዚኣ ትቐልል ስራሕሲ ወላ ሓንቲ እንድያ ደየላ ወላ ሓንቲ ግዜ ኣይትወስድ ድኻም የብላ እንደገና ጥዕና ዘለዎ መግቢ ብእውነት ኣነ እንድ ብዘይቀንዓለም ጥራይ ሰሪሕኹም ፈትንዎ እሞ ክርድኣኩም እዩ ብጣዕሚ እያ ፅብቕቲ። ዋላ ንዓበይቲ ትኸውን ንስራሕ ክትከውን ትኽእል ንትምህርቲ ክትከይድ ኮለኻ ድዩ ከምዚ ሕጂ ከኣ ሳመር መጺ ኣሎ ዋላ ፓርክ ክትከይድ ከምዚ ከይጠሚኻ ቆልዑ ስናክ ሒዝካሎም ክትከይድ ተደሊኻ ካብ ጥዕና ደይብሉ መግብታት ስኢልና ናብ ሽኮት ወዲ ሽኮት ጥራይ ገዚእና ንወስደሎም ከምዚ ጌርና ኣብ ገዛና ኣዳሊና ባዕልና ብሰራሕናዮ ክንህቦም ኮለና ብጣዕሚ ብጣዕሚ ጽቡቕ ማለት እዩ ስለዚ ክትፈትዋ ከኣ ተስፋ ይገብር ማለት እዩ ኣን ተገዲሰ ይጠቅም ክኸውን ኢለ እንድየ ከምዚ ገይረ ሒዝየ ድመጽእ ኣይሆፕ ሓደ ሰብ ፈትዋ ክጥቀመላ ተስፋ ገብር ማለት እዩ እምበኣር ከምዚ ትሪእዎ ዘለኹም ንኹለን ጠቕሊለ ወዲኤየን ኣለኹ እቲ ቪድዮ ከይነውሓኩም ኢለ ቆሪጸዮ ማለት እዩ ሕጂ ንማለቱ ማለት እዩ ንእሽተይ ዘይቲ ንኸይሕረለይ ጥራይ ማለት እዩ ልኽይ ኣቢለዮ እቲ ባዴላይ ሕጂ ከምዚ ገይረ ንኹለን በስጋዕ ዘብለኒ ማለት እዩ ክጠብሰን እዩ ስጋዕ ዝኣኽለኒ ይገብረለን ኣለኹ ከምዚ ዓይለን ንሓደ ደቂቕ ገለ ክልተ ደቂቕ ድኸውን ተጠቢሰናለይ ሸኻ ይገልብጦ ኣለኹ ማለት እዩ ከማ እንዳገበርና እንዳረኣና እንዳገላበጥና ማለት እዩ ወር ሓንቲ ግዜ ድወስደሉ ኣብነት የለን ሕጂ ማለት ዩ። ጥራይ ከምዚኣ ጌርና ጥብስ ጥብስ ኣቢልና ነቲ ቅጭኡ ምውጻእ ዩ። ኣዝያ ኣዝያ ጥዕምቲ እያ በቃ ብጣዕሚ እያ ጥዕምቲ እንደገና ከኣ ጥዕና ደለዋ እይ ጥራይ ብኩሉ ጎንታቱ ንጥበሶ።

ከምዛ ትሪእወን ዘለኹም ዳርጋ ጠቢሰ ወዲኤየ ዘለኹ ሕጂ ቁሩብ እየን ተሪፈና እንደሎ ኣርባዕተ ሓሙሽተ ዝኾና እምበር ዳርጋ ወዲኤ ማለት እዩ። ምክንያቱ በቲ ሓደ ጎኒ እንዳውፃኹ በቲ ሓደ ጎኒ እንዳጠበስኩ ስለ ዝኾንኩ ኣብ ሓፂር ደቃይቅ እየ ወዲኤዮ ማለት እዩ። ብክልተ ግዜ ድየ ብሰለስተ ግዜ ክኸውን እየ ጠቢሰዮ ዘለኹ ወላ ሓንቲ ግዜ ይወስድኒ እዩ ከምዚ ዝበልኩኹም ከከም ዓቐናት ብዙሐ ድማኒ ማለት እዩ እምበኣር ኣብ መጨረሽታ ከምዚ ትርእይዎ ዘለኹም ኮይነናለይ ኣለዋ ኩለን ተጠቢሰን ብጣዕሚ ጽቡቓት ኮሸም ኮሸም እየን ድብላ ብጣዕሚ ጽቡቓት እየን ከም ዝበልኩኹም ድማ ዋላ ሓደ ሓደ ግዜ ከዓ ኣብ ዘይቲ እቲና ክንጠብሶ ንኽእል ኢና ኣነ ግን ኣይደለኹን ምክንያቱ ጥዕና ደለዎ ክትኮነለይ ኩላ ስለ ዝደለኹ ኣብ ኣለኹ እየ ጠቢሰዮ እምበኣር ንክትፈትዎ ከዓ ተስፋ ገብር ንሎማዓንቲ ኣብዚኣ ክገድፈኩም እየ ፕሊስ ላይክ ሸር ሳብስክራይብ እንዳገበርኩም ምትብባዕኹም ኣይፈለየኒ ንዓኹም ወላ ሓንቲ ዝውዳኣልኩም ነገር የለን ንዓይ ግን ዓቢ ሞራል እዩ